ዓብዪ ብስራት ካብ ፍረጋባ! ንደቅና ተሊምና ፋይዳ ክህልዎ ዕምርና ንብጻሕ ንፍረጋባ መጽሓፍ ዓዲግና ክንውንን ባህግና። ታይ ዝኸውን ሃብቲ ታይ ዝኸውን ርስቲ መጽሓፍ ከለና ነባሪ ሓወልቲ። ምሳና ዝኸርም ምሳና ዝዝቲ ከይፈለየ ወቕቲ ናይ ፍረጋባ ሃብቲ። ህያባት ኣለና ህያብ ፍረጋባ ቀንዴል ብርሃን ባና ነዕሩኽ መሓዙትና መግቢ ናይ ሕልና ፍረጋባ ኩሉ ዝርከባ ኣብ ፍረጋባ ዳት ኮም በዚ እውን ክትረኽቡና ትኽእሉ ኢኹም።

ኣቢ ዓንዳይ ወላ ሒድና ወዲ ሓወይ ከመይ ደሓን ዲኹም ደሓን ዲኻ ዳ ሰላም ስራሕ የለኒ ደኣ እዚኻ ደኣ ደሓን ዲኻ ና ኣጋጣሚ በዚ ክሓልፍ ምስ ረኣኹኹም ሲ ታክሲ ኣብቲ ፓርኪንግ ገይረ እየ መፂእኩ
ክሓተኩም እንዶ ኣቢ ዓንዳይ ኣብ ወፃኢ ሃገር ብዛዕባ ውላዶም ገለ ትፈልጥዎ ነገር እንታይ ኣሎ ኣነ ደኣ መበይኑ ወፃኢ ከይደ ፈልጥ ዝሰደድክዎ ውላድ ከኣ ብለይ ውላዶም ልኢኾም ከኣ እንካ ጓሳ ግበሮ ዝበሉ ንጹህ ዓዱ ከኣ የለዉ። ሎ ስደዱ ይትስደዱ ውለዱ ይትውለዱ እዚ ግሎባላውነት ስለ ዝኾነ እቲ ብኡ ዘሎ ኣብዚ ከኣ ግድን ክህሉ ኣለዎ። ነዚ ዘይምፍላጥኩም ግን ኣበይ ኢኹም ጸኒሕኩም? ኣንታ ወደይ እሞ እቶም ወለድኻ በጺሖም ክመጹ ከለዉሲ እቶም ጸብዓዱስ ብዙሕ ከም ዘይወልዱ እምበሪ፣ ብዛዕባ ምስ ውላዶም ምንባርሲ ኣየዕለሉንን። እንታይ እንታይ እንታይ እንታይ? እወ!
ዋእ!
የዕቢናዮም ዘይጠቕሙናስ እንታይ ክዓብሱልና ዝብል ኣተሓሳስባ ሓዲርዎምሲ፣ ምውላድ ኣይፈትዉን እዮም ኢሎምኻ። ኣይ!
ንሶምሲ ደይ ዳርጋ ከማኹም እዮም። ክመሃሩ ኢልና ብኣካል ሰዲድናዮምሲ ወላ ሓንቲ ከየጽንዑ መጺኦም። ዋላ እንታይ ሕጂ ሓብሓብ ዘብለካ ዘሎ? ንወጻኢ ክትብል ተበጊስካ ዲኻ ኮንካ? ዋይ! ካብ ገዛ ክወጽእ እምበር ተበጊሰ ኣለኹ። ካብ ክወጽእ? ዋይ!
ወጺኻ ዶ ሓዳርካ በቲንካ ኣይተመለስካን? ክእርሞ እየ ሕራይ፣ ኣብ እ። ወጻኢ ውላድካ ዓሰርተ ሸሞንተ ዓመት እኽል መሰበለ እ። ልክዕ ከምዚ ኣረኣያ በርቂ መሰስ ኢሉ እዩ ዝወጽእ እዚ ዘይምፍላጥኩም ግን ኣበይ ኢኹም ነይርኩም እታ ቆልዓ ድሓን ዲኻ? እንታ ክድሕን ደኣ ጓልኩም ቀደም ወጽያ ናብራኣ ከይትኽእል ጾር ኮንኩማ ንብለኩም ኣለና። ኣንታ ዶ በል ወደይ
ብልብኻ ዲኻ ዋላ ሓሚምካ ኢኻ ዘለኻ? ብሰሪ እቶም ልብኹም ድፍእ ዘበልኩም ልብና ንሓምም እምበር ኣነስ ብልቢ እየ ዝዛረበኩም ዘለኹ። ወይ ክፋእ
በቃ ደቆም ዓሰርተ ሸሞንተ ዓመት እንተ ኢሎም ካብ ገዛ ይወጡ ኣብ ግዳም ከሎ እንዳ ኣብ ግዳም ግዳም እንዳተናፈሰ ዋላ እንዳተፃወተ ገለ ዝኾነ እንዳገበረ ከሎ ተዓድሚ እኽል ተኢላ ቴሌፎን ድውል ኣቢሎም ሃሎ ሃሎ ኣበይ ደኣ ኣለኻ ንገዛ መፅእ ኣለኹ እንታይ ክትገብር ክትመጽእ ዕድሜኻ ዶ ኣኺላ እንድያ በታ ወጺኻያ ዘለኻ ብኣቢልካ ኺድ ይብልዎ
በቃ መንገዲ ከሎ ብኣቢሉ ክኸይድ እቲ ንብረቱ ገለመለ ከይጠራነፈ ንብረቱ ኣብቲ ዘለዎ ቦታ ከብፅሑሉ እኒኦም እንታይ ፀገም ኣለዎ ኣቢ ዓንዳይ ሕጂ እውን ማይ ሓለፎም ንጓልኩም ምሕር ኣብልዋ ኣይተሰልይዋ ኣብልኩም ኣለና ዋዕ ያኸትን ዘለኻ እንታ ዋይ ጉዳም ስማዕ በሮቤል ወደ የቐኒየለይ ዋእ ኣነ ደኣ ኣቦኻ ዋእ ልክም እንዲ ቢልኒ ወዚታት ነጊር እንደ ይፈልጥ እ፣ ሎሚ ዓለም ዘበነ ኤኣይ ኮይኑ እንዲ ዘለዋ እስኹም ከኣ ንምዕባል እባ ተጓዩ ንድሕሪት ክትምለሱ እሞ
ኣብዚ ዓድና ሕጊ ስለ ዘየፍቅድሲ ኣይወጽእን እየ እንተበለትኒ ኸ ኣይወጽእን እየ እንተበለ እ፣ እስኹም ገዲፍኩምላ ትወጹ እንታይ? እንታይ ደኣ እሞ ትባቢዕ ኣንዳ ዋእ እንታይ እሞ እዚ ነዚ ምፍላጥ ክስእኑ ከይደ ከይደ ኣቤ ዓንዳይ ኦው፣ እዚኣ ጥራይ ኣይትረስዕዋ።
ዲኹምላ ትወጹ? ወጺኸ ናበይ ከብል ደኣ ኣነኸ? ወይለይ ኣንታ እሞ ብርቱዕ እየ ገዛ እባ ኣይጽበየኒ ዘሎ። እምበር ኣነ ወጺኤ ደኣ ናበይ ከብል ወይለከ።

ሄሎ ሜሪ ኣቲ መሓዘይ እንታይ ደኣ ክንዲ ዝምጥፋእላ እንታይ ኢና ባግበር ኣይኣምነክኒ ኣት ናይ ብል ብኽዲኺ እውይ እውይ እውይ እውይ ሜሪ እውይ ምራኣ ወለድኺ በፂሕኪ ናይ ብሓቂ ኣቦይ እውን ኣይሰምዐን ዋ ይሄ ሕጂ እዮም ነጊሮም ሆን በቃ በል ሀረ ናይ ደስ ደስ ግን ፅባሕ ናይ ግድን ገዛና ቡን ክንሰቲ ኢና ሀረ ሰዓት ሰለስተ ክፅበየኪ ኮንግራ ኮንግራ ማሓዘ ቻ ሻተይ ዘሎ ዕድል እዩ ሰቢሎሞ ሰቢሎሞ ሰቢሎሞ ኣቤት ኣቤት ኣቤት ዕድል ኣቤት ስማዕ እዋይ ይሃበናን ይሃብካን እኳ ኢኹም ኣብዛ ዓድና እኳ ኢኹም ነይሩ ትገባሩ እንታይ እንታይ ተረኺብና ኣልካ ዓድናን ዓዲ ጓናን ትብል ማማ ኣብ ወፃእ እኮ ዓሰርተ ሸሞንተ ዓመት ተእኺልካ ካብ ኣቦኻን ኣዴኻን ወፂኻ በይንኻ ኢኻ ትነብር ኣይ ነዚ ዲኻ ካ ሓድሽ ዜና ክትብሎ ፀኒሕካ እዚ ደኣ እሞ ቀደም ብባባ ተፈቲኑ ብማማ ዝበርዓን እንዲ ባባ ድማ ጌጉ ኣሚኑ ቅሬታ ዝሓተተሉ ዶስ ካብቲ ዝሞተ ኣገባቡ ከይተርኣየ ዝጸንሐ ሓድሽ ቁም ነገር ዝተረኽበሉ እዩ? ዋእ እንድዒ ባባ ቅድሚ ሕጂ ከምኡ ኢሉ እንተነይሩ ብጣዕሚ እዩ ከድንቖ። ኣንታ ሓወይ እሞ ኣእምሮኻ ተመዛቢሉ ኣሎ። እዚ ቀረባ ግዜ ዘጋጠመ ፍጻሜ ስርስዕካዮ ምዃን ከምቲ ፈሊጡ ዝደቀሰ ስይና ንያካዮ ነይሰምዕ ዝተባህለ ሕጂ ግን እንታይ ኢኻ ሰሚዕካ ኮንካ እንታይ ሓድሽ ቁም ነገር ስለ ዝተረኽበ ኢኻ እዚ ጉዳይ ኣልዒልካ እሞ ካብ ዝዓቢ ቁም ነገር ኣሎ እዚ እኳ ናጽነት ማለት እዩ ኣብ ዓለም ከዓ ከም ናጽነት ገይሩ ዝዓቢ ቁም ነገር ወላ ሓደ የለን። ኣታ ሓወይ ናጽነት ዝዓበየ ቁም ነገር ምዃኑ ይጠፈኒ እዚ ትብሎ ዘለኻ ግን ብመሰረት ባህልና እቲ ዝዓበየ ቁም ነገር ዘይኮነ መንቆሪ ቁም ነገር እዩ ንብለካ ኣለና እምበርከ ኣብዚ ዝተመርዓው እንዶ ሓዳርኩም ምፍላይ እንተኸሊእናኩም ክትርኢ ካብቲ ሰብዩ ካብ ምውፃእሲ ዕፎ የስመርለ ዕፎ የስመርለ ተባሂልካ ክትወፅዕ ምሓሸካ ኣቲ ማማ ቅመርዓኻ እኳ እየ ዝብለኪ ዘሎ በቃ ልክዕ ኣብቲ ዓሰርተ ሸሞንተ ዓመት ትመልእ ኣላ

ጽፍርኻት ቆረጽ ወረታ ከምኡ ዝበለ ጨቆይት መወዳእቱ እንታይ ከም ዝኾነ ትፈልጥ ዶ ብሳላ ጽፍራ ጻሕቲራ ጻሕቲራ ተዲርራ ትሓድር እምበር እታ ከይትኾን ኢልካ ስማዓታ ወላ ኣዲኻ ይትረፍ ዶ ምስ ሓይሉን ብንእስነቱን ሃልዩ ሓሚሙ ድዩ ወላ ኣሪጉ ጫኺሩ እንተዘየብልዐካ ሓቒፉ ግን የማምኦካ እዩ እወ ግዜ ቁሩብ ምስ መፀ ነታ ከምዚ ከማኻ ዝተነየተ ጫቑየት እቲ ዝተጀሃረ ትብሎ ኣፅፋራ ኣማሚቋ ኣየድሓናን ሓቂ ኣላ ማማ እተን ኣዴታተን ዘኽበራ ጨቓዊት በዴታተን ተሓቒፈን ማሚቐን ክድሕና ከለዋ እታ ትሓቁፋ ኣደ ዘይነበረት ታጫዊት ግን ቀዝሒ ገሪፍዎያ ሞይታ። ኣነ መቸም ካብ ምስ ወለድኻ ከምዛ ናይ ወጻይ ወዲ ዓሰርተ ሸሞንተ ዓመት ምስ ኮንካ ባው ምባል ትሓይሽ ደሓር ከኣ ኩለን ጫቂት እኮ ሓደ ኣይኮናን ይፈላለያ እኮ እየን እሞ ትበልጽ ኮይና ደኣ ሃየ ኣሎ ደሓር ደኣ ጭፍ ጭፍ ጭፍ ናብራ ከይትምለስ እምበር ኪድ እኸይ ኣረጊት ኣቦኻን ኣዴኻን ካብ ምስካም ነብስኻ ምስካም ትሓይሽ ኣታ ሰይ ተዓንጀልጀል ኣይትበል ሓራይ ዶ እቶም ብባህሊ ታተ እንዳበሉ ደዕበዩኻ ወለዲ እኮ ኒ ኣብ እርጋኖም ታተ እናበልካ ክትኣልዮም እዩ ማዕርጉ። ቀደሙ ደቂ ሎሚ ኣቦኻ ወይ ከጽንሓልካ ኣለዎ ወይ ክጸንሓካ የብሉን በሃልቲ ስሱዓት እንዲኹም። ኣቲ ማማ በዝን ወዲ ከምዝን ክርዳድ እባ ንዓና ኣይትምዘንና ክንደይ ከኣ ባላ ወለድና ክሳብ ዘለና ክትጸንሑልና ንደሊ ደቅና ደቂ ደቅና ክትርእዩልና ከኣ ንደሊ ኣቲ ማሚተይ። እሰይ እውይ ኣነ ምሳታቶም ምጽንሐይ ከይኣክል እዚ ደቀይ ደቂ ደቀይ እዚኣ መርገም እያ። ምርቕ ኣባ ደኣ ኣቦኻ ኣዴኻ ካብኡ ሓሊፎም ድማ ኣባሓጎኻ ዓባይካ ጸኒሖምሲ ናይ ሙሉእ ሂወቶም ልቦና ከካፍሉኻሲ ተረካቢ ድዩ? ኤእ ከምዛ ናይ ወጻኢ ዓሰርተ ሸሞንተ ዓመት ምስ ገበርካ ፓው ምባል እያ ጽብቕቲ። መሕጸብ ደኣ።
ዋእ እንታይ ከትሪፍካሉ ዲኻ ንዓ በጃኻ ንዓ

ደቆም እኽል እንተቢሎምሲ ካብ ገዛ እዮም ዝወፁ ኢሎም ኸ እሱሞ ምስ ሜሪ ብኸመይ እዩ ዝተሓሓዝ? ግድፋትኩም ዶ ወፀ? ኣንቲ ኣብ ገዛ ምሳይ ተኣሲራ ተሪፋስ እንታይ ዘተኣሳስር ኣለዎ ክትብል ቀደም ቀደም ቀደም ክትወፅእ ነይርዋ ማለት እኳ እዩ። ኣብ ወፃኢ ደኣ መዋላቶም ወለዲ እኮ ሰማንያን ድሕር ገይሮም ናብ እንዳ ኣረጋውያን እዮም ዝጓሓፉ። ኣብዚ ዓዲ ግን ከምኡ ኣይኮነን። ሃ ንሕና ዶ ካብ ስድራና ወፂና ኢና? ምስ ስድራና እንዲና ንቕመጥ ዘለና። ኣንቲ ንስኹም ደኣ ኣብቲ ቀፅሪ ናይ ወለድኹም ካብቲ ገዛኹም እንተዘይወፃኹምሲ ካብታ መደቅስ ናይ ወለድኹም ካ ወጺኹም ኣለኹም ገገዛኹም ከክፍልኹም ሕዝኩም ኣለኹም ኣማኻ ክፍልና ተሓዝናሲ ሓሓዳርና ዶ ሒዝና ኢና ደሓር ከኣ ኣብ ባህልና ውላድ ክሳብ ሓዳሩ ዝፈል ምስ ወለዱ እዩ ዝነብር ከምኡ ይኮነ እንዲ ትብከኒ ዘብኬኒ እዚ እሞ ጌጋ እዩ ኣብ ተወፃእ ግን ኢሎም ኸይ ቆልዓ ዋላ ኣይመሮ ዓሰር ሸሞንተ ዓመት እንተ እኺሉ ሰከንድ ኸማን ኣይፀንሐን እዩ ንብረት ጠሪፉ ሰተት ኪሉ እዩ ዝወፅ ኢሎም ኣብ ዓንደይ ትቕየሩኒ ደለኹ ማዕቢለክሎ
መባለዲ ዝኸውን ዘሎ ንስኹም ባህልኹምን ወግዕኹምን ተኽብሩ ወረጃ ሰብኣይሲ ከምዚ ዓይነት ዘረባ ክትዛረቡ ኣይተጸበኹኹምን። ንስኹም እምበር እዞም ደቂ ዓርከይ ተቐይርኩምኒ። ሓውኺ ዝብሎ ካልእ ንስኺ ትብልዮ ካልእ። ካብኡ ናብኡ ግን ናይ ሮቤል ከማን ይሓይሽ።
ሮቤል ረኺብኩም ነይሩ ድዩ? ረኺብኒ ረኺብኒ ጌጋይ ኣሪሙ ገሲጹ ሕጂ በዚ ኣቢሉ ከይዱ እንታይ ደኣ በለ ንጓልካ ጨቊንካ ሒዝካያ ናጽነት ከሊእካያ ንዓኻ ንኣረጊት ክትኣሊ ከም ፈርኔሎኻን መንከሽከሽካን ክትእርጋ ኢኻ ኢልኒ ግዲ እዋይ ሮቤላ ብስጣራ ዝሓለፈ ስጣራ መኻና ቤትካ ስምባር ምታደግ እሞ እስኹም ዳ እንታይ ኢልኩሞ ነዚ ዳ እንታይ ክብሎ ትጽበይ ክሳብ ሎሚ ነዚ ዘይምፍላጠይን ንጓለይ ክልውጥ ዘይምባለይን ናይ ኣሕፊርኒ ጥርቅም እንታይ ዘሕፍር ምስ ገበርኩም ኢኹም እሞ ትሓፍሩ ኣንቲ ቁሩብ ቁሩብ ካብዞም ናይ ጻዕድኡ እንተክንስእ ምርኩሰይ እናበልኩስ ከም ምርኩስ ከጎብጣ ኣይሕፍር እንዶ ኣቦይ ዓንደ ሕጂ ህውኽቲ እንደ ዘለኹ ገድፈኩም እዚ ዘረባ ኣብ ዝተዛሪብና ይንውድኦ ኢና ግን እዚ ናይ ሜሪ ምሳኹም ምህላው ንዓኹምን ንዓኣን ዘሸልመኩም እዩ ቻው እንታይ ኢልኪ ናይ ሜሪ ምውፃእ ዘይኮነስ ገዛ ምስ ኣተኹም ዓቢ ዓቢ ዓቢ ዓቢ ብስራት እዩ ዝጽበየኩም ዘሎ። ቻው። ብስራት
ዋእ ናይ ምንታይ ብስራት ደኣሉ ዝኸ ብስራት ኪጥዓም ዋእ ኣነ ካልእ እብል ብዛዕባ ምውጻእ ካልእ ብስራት ከ ኣሎይ።
ስምዒ እስኪ ኣንቲ ሄለን ጓለይ እዚ ንፉስ ሃወኽሲ ነዛ ማሚቕና ንነብረላ ዘለና ንፋስ ቀውትስ ደቂ ዓሰርተ ሸሞንተ ይወፁ እዮም ደቂ ዓሰርተ ሸሞንተ ወፂኦም ናብ ለኽዋጤልና ሓንቲ ማማ ዋጢ ዋጢ ይተርፍ እንተ ወፂ ድማ ዕጠጢ ዕጠጢ ደይ ክምለስ ኢና ቤት ከይድ ኺ እቶም ወፃእኺ እንታይ ወሪድዎም እዩ ደቆም ድርብይ የብሉ ካን ክንከይድ ኢና እንታይ ደሞምስ በቆፅ በሉልዎም ኣንቲ ማማ ንሱ ደኣ ሞት ጋብ ናይቲ መንግስቲ እንድዩ እቲ መንግስቲ ነቶም ቆልዑ ብንኣሽትኦም ከለዉ ገለ ስለ ዝምውሎም ምስ ዓበዩ ድማ ናተዮም እዩ ዝብል መን ዝሃቦ ወይለከ እተን ኣዴታቶም ከምዚ ከማና ዒፍንጭሕ ኢለን ደይኮናን ዝወልድኦም እወ ንሱ ደኣ ሓቅኺ እንዲኺ ግን ምሻለኪ ከምዚ እዚ ዘመን ኣምጽኦ ከም ፋሽን ተቖጺሩ ዝበልኦም ንኽስዕብኦ ይድረኻ እሞ ኣብ መወዳእትኡ ድማ ምምላሱ ብዙሕ ጻዕሪ እዩ ዝሓትት። እንታይ ኢኺ ትብሊ ዘለኺ ኢለኪ ኣብ ውላድኪኸ ጸወታ ገዛ ገዛ ኣሎ ድዩ ኣብ ውላድካስ ፋሽን ኣሎ። ዋይ ማማ ሎሚ መንግስታት ውልቃውነት ብምትእትታው ስድራቤታት ዋጋ ከምዘይብለን ንምርኣይን ንምግባርን ብዙሕ እዩ ዝዕዮ ዘሎ ኣብ መወዳእትኡ ድማ ፖለቲካ ሓዘል ኮይኑ ዝጸንሕ። ኣንቲ እንታይ ኢኻ ትብሎ ዘላ ታይኸ ስድራቤትታት ትርጉም ከም ዘይብለን ንምርኣይ ኢልካ? ትርጉም ስድራቤታት መጉደፊዮ ትርጉም ሰብኣይ እውን ዋጋ ከም ዘይብሉ ተቖጺሩ ንጽል ስድራቤታት ወይ ድማ ሲንግል ማም ንምስራሕ ብዙሕ እዩ ዝስራሕ ዘሎ። እዚ ምምዋል ንቖልዑ ድማ ሓደ ካብኡ እዩ። እቶም ናይ ቀደምሲ ሕራይ መሲልዎም እዞም ናይ ሎምኸ እንታይ ወሪድዎም ቁሩብ ኣይስቆሮም እንድዩ እንት እስቆሮም እባ እሞ እንታይ ደኣ። ግን እቶም ቆልዑ በቲ ዝበዝሐ ቁጽሪ ተሳሒቦም ወለዶም ይስዕሩ። ገለ ገለ ወለዲ ግን ኣለዉ። እንታይ ኣይትኸዱን ኢኹም ሓዳርኩም ፈሊኹም ኢኹም ካባና ትወጹ ዘይብልዎም። ሕጊ እተን ሃገራት ስለ ዝኽልክሎም ከምኡ ክብልዎም ኣይክእሉን እዮም። እንተኾነ ግን ነቶም ቆልዑ ብቑልዕነቶም ወጺኦም ከም ዝምለስዎም ጌሮም እዮም ዝሃንጽዎም። ሕድርኺ ሄለን ጓለይ ከም ገለ ኢልኪ ንወጻኢ እንተ ኸይድኪ ከምኣ ከይትገብሪ። መንእሰይ ግዳም ካብ ዝምህሮ ገዝኡ ትምህሮ እያ ትበልፆ። እቲ ማማ እንታይ ገይረኪ ደኣ ዘይደለየ ትምነየለይ ኣነስ ኣብዛ ዘለኹዋ ጥራይ ኣምላኽ እንጀራ ይባርኸለይ ምውፃእ እስቲ ተምፅለይ ደኣ እደ ኣይ ምናልባት ኢለን ደኣ ኣለየን ተይለን ጓለይ ደሓር ከዓ ንፍዕቲ እንዲኺ ስኽሪ መንግስቲ ንወፃእ ክልእኸ ክኽእል እዩ እዛ ጓለይ ዋይ ማማ ደሓን እንተኸድኩ ከዓ ከምቶም ንደቆም ኣብ ማሕበረ ኮምን ካልእ ኤርትራዊ ምትእኽኻብን ምስታፍን ከም ዝሰርዑ ዝገብርዎም ከምኡ ገብር በለ ኣበዶም ሓውኺ እውን ባህሉ ገዲፉ ናይ ጸዓዱ ባህሉ ተኸቲሉ ከምኣ ከይገብር ከምኣ እንተ ጌርካ ማማ ክጸልኣካ እየ ኢላትካያ ትብል እዩ በቃ። ወይ ኣቲ ማማ ኣቦ ዶም ወሪዱ ክሳብ ዓሰርተ ሸሞንተ ዘብጽሕ ደኣ እሞ ወይ እዘን ሃገራት ዝተክዓወ ምሕፋስ ኣብይወን ዘሎ ዕረ ኸው ወይ ድማ ንዓድኻ ምምላስ ዝኾነልና ኣቲ ማማ። ዋይ ይግበረልና ከማንስ ይግበረልና። ሰቢሎሞ ሰቢሎሞ ሰቢሎሞ
ኣቤ ዓንዳይ ኣቤ ዓንዳይ ኣቤ ዓንዳይ ኣይ ሓጓዳይ ኣይ ነጋዳይ ኣይ መዓዳይ ኣይ ተመዓዳይ ኣይ ሓራዳይ ኣይ ደላላይ ከመይ ውዕልኩም ዕድመ ጓሎም እንዳሓረዱ ዝነብሩ ዓርኪ ቀምቃማይ ኣወላጊ ደህባ መመልሒ እንዳሓረድካኒ ትንበር

ከም ካርታ እመ ምክላይ ኣቢኹማ። ኣነ ዓንዳይ ኣነ ዶ ኣንታ ቆልዓ እንታይ ገይርካ ዘይትምሕረኒ። እምቢ ዓንዳይ ደኣ እወ እቢ ዓንዳይ። ስምኩም ከማንሲ ካብ ዓንዳይ ናብ ዓንዴክስ ዝቕየር ኣሎ። ንስኹም ወላ ሓንቲ ክትቅየሩ ኣይትኽእሉን ኢኹም ወላ ሓንቲ። ናበይ እየ ክልወጥ ናብ ደቦጭ ናብ መብራት። ኤህ ፋሕ እባ በሉ ናብ መብራትን ደቦጭንሲ ኣይትተኣኻኸቡ። ምትእኽኻብኩም እኳ እዩ ለውጢ ከም ትሕሰሙ ዝገብረኩም ዘሎ። ከመይ ሕሱም እንቋዕ እካ ወደይ። ብኣሞሆይ ኣብ ወጻኢ'ሲ ዓሰርተ ሸሞንተ ዓመት ምልእ ተቢልካ ካብ ገዛኻ ሰተት ኢልካ ትወጽእ ኢኻ ምሽ ኢለኩም ኔረ? ኢልካኒ ወል እሞ እንታይ ደኣ ኮይና ሜሪ ክሳብ ሕጂ ዘይወጸት? ዶስ እቲ ሓደ ክወጽእ ዘለዎ ናብ መእከቢ ከይዲ ዘለዎ ክወጽእ ስለ ዝተደለዩ? ኣየናይ ዝኸይድ? ኣብ ወጻኢ እኮ እሪግ ተልካ ደኣ ኣረጋውያን ስለ ዘለዉ እቶም ወለዲ ንደኣ ኣረጋውያን ይኸዱ እቲ ገዛ ከኣ ንውላዶም ገዲፎምሉ ይኸዱ። ከምኣ ዲኹም ሓሲብኩም ዘለኹም? እዚኣ ከኣ ጽብቕቲ ከምኣ እንዶ ግበርዋ። እንታይ እንታይ እንታይ እንታይ እንታይ እንታይ። እዚኣ ሕሰቡላ እዚኣ እዛ ምኽሪ እዚኣ ተረካቢት ኣይኮነን ሕሰቡላ ብዛዕባ ጓልኩም ከ ሕሰቡ ቢዓ እንዳይ እዚኣ ኣይትድገምንያ ሸተት ኢልኩም ውጹላ ሸተት ኣንታ ዝቆልዓ እዛ ዘረባ እንታይ እዩ ዝደጋግማ ዘሎ ሓንሳብ ዓሰርተ ሸሞንተ ዓመት ዝኣኺሎም ቆልዑ ይወጡ

ዘይበሃል ደሞ ኢለዮም ጓልኩም 18 ዓመት ካብ ተሕልፍሲ 18 ዓመት ጌራስ ክሳብ ሕጂ ምሳኹም ዘፅንሕሲ እንታይ ኣለዋ ኢለዮም ወይ ለከ ዘይጥራጠነ ዛብጠን እንታይ ሓበጠካ ማማ ንሰብ ንሱ ዘይፈልጦ ምንጋር እንታይ ፀገም ኣለዎ ጌጋ ድዩ ድሓር ከዓ ኣብ ኬፍ ዝሃባ ኬፋታ ከይትርኩያ ምሸት ምሸት ቡን ዘደግድጉዋ
ኣነ እንድሕር ዕድመን ጥዕናን ሂብኒ ንስድራይ ምሸት ምሸት ሚእቲ ዓመት ቡን ቆልየ ከማን ኣይርብርብን እየ ኣገናዕ ኣገናዕ እዛ ጓለይ ኣገናዕ እዛ ጓለይ ኣገናዕ ምንዮት ክሃብኪ ምንዮት ክሃብኪ ዊንቲ ጓለይ ኣገናዕ ኣገናዕ እዛ ጓለይ ኣገናዕ ኣቲ ኣቲ ንስኽሲ መሐጎስ ኣሰይ እዛ ጓለይ ኣቶም ኣይ በትኪ
ሚእቲ ዓመትሲ በቦኽን በዴኽን እንዳተፀረፍክን እንዳተፀፋዕኽን ምንባርሲ ባህብለክ ማለት ይብለኒ ወ ወላድ እኮ ንውሉዱ ይቐፅዕ ይገንሕ በቲ ሓደ ሸነኽ ተጠውዩ ከኣ ከብዱ ምግባር ኣብይዎ ከኣ ይነብዕ። ከምኡ ኣይኮነን ድዩ? ተዓወቲ ተዓወቲ ተዓወቲ ተዓወቲ ውይድ ጓለይ ተዓወቲ እዛ ጓለይ ተዓወቲ ሽሕ ካብ ሽሕ ረኪብኪያ ኣለኺ ወሰደት ወሰደት ዊንቲ ወሰደት ወሰደት ደሓር ከኣ ትፈልጥ ዘለካ ወላዲ እንተሎ ጽላል እንተ ሞተ ጽላል ዘይናትና ባህልን ልምድን ሒዝካ ስእልካ ጸለለለለል ኣይትበል ኣታ በቲ ቁሩብ ካብዘን ኣሕዋትካ ክትስእናታ እሞ ከኣ ንዓንዳይ ነዛ ሓንቲ ጓል ከተስእኖስ ዘይምኽሪ ክትመኽረታ ሕጂ ንስኻስ ዓሰርተ ሸሞንተ ዓመት ስለ ዘእከልካ ብልቦና ዝመሰልካ ኮይኑ ይስማዕካ ዘሎ ምሽ እምበርከ ዋላ ተምሃር ዋላ እኹል ትሕዝቶ ዘለዎ ስራሓት ሰብ ብገንዘብ ጥራይ ኣይኮነን ዝነብር ብገንዘብ ሰዓት እምበር ሰነ ስርዓት ባናና እምበር ልቦና ብዕልግና እምበር ብልጽግና ትግሃት እምበር ትሕትና ኣይትዕድግን ኢኻ እወ እዞም ኩሎም እዚኣቶም ካብ ወለድኻ ወይ ወለድኻ ካብ ዘለዎ ሕብረተሰብ እዮም ዝሰርጹኻ ኣታ በትኪ ዝኸሞ ቤልካዮ ናይ ነብስኻ ከ ዘይትገብር እንታይ ክትገብር ስና ቦቦይ ዓንዳይ ከይድካ? እንታይ ናበበይ ዓንዳይ ጥራይ ናብ ቦቦይ ብእርህስ ከይደ እንዲ ንሓቦ እያሱ ደዊለሉ ናይ ባባ ግን ኤሪቴል ኣላትኒ ዋንተ ዝቕበልካ እንታይ ክንበልካዮ ኣብ ወፃኢ ደቂ ዓሰርተ ሸሞንተ ምስ ወለዶም ስለ ዘይነብሩ ኣሸበሸብ ኣነ ሄለን ዊንታ ኣቤል ተዘይፀኒሕናካስ ኣይትሻቐል ክብሎ እንተፀኒሕናካ ከዓ ከይተገጠምካ ቅልቅል ኢልካ መርጅዕ ጌርካ እንዳ ኣረጋውያንካ ተቐመጥ ክብሎ ኢለ ሓሲበ። እንታይ ኣተወካ እንታይ ኣተወካ ናይተን ክልተ ደቀይሲ ናይ ነብስኻ ዘይትገብር ኣንታ ስዲ እንታይ ኣተወካ።
ኣቲ ማማ ስሙ ወጽናሓልኪ ቡን ክንሰቲ መጺና ሻሂ ክላብቲ ከይድና ቡና ምስ ተሕሸና። ኪርባ ታጽበ
ኬሪ ባህርያዊ ዘይቲ ጸጉሪ ርእሲ ዘይቲ ኬሪ ዘይቲ ኦሊቭን ሰሰምን ምስ ልዕሊ ዕስራ ዓይነት ህርብስ ኣቃሚሙ ሞሪንጋ ኣብ ዓኸ ምስ ኣማላ ፓውደር ኣዝማሪኖን ካልእን ምስ ቸቤ ፓውደር ኬሪ ኮይኑ ኣሎ ፍቱን ፈውሲ ፎሮፎር ንዝተበላሸወ ይኹን ዝተበጣጠሰ ጸጉሪ፣ ጸገም ሰሓ ይኹን ለጻይቶ ምስ ዝህልወኪ ኣይትሸገሪ፣ ካብ ባህርያዊ ኣትክልትን ጥረታትን ዝተሰርሐ ኣሎ ኬሪ። ካብ ኬሚካል ነጻ ዝኾነ ፍርያትና ኣብ ኖርወይ ሕጋዊ ፍቓድ ዘለዎ እዩ ትካልና። ኬሪ ባህርያዊ ዘይቲ ጸጉሪ።
ርኢኺ ርኢኺ ሄለን ጓለይ ካብታ ዝገመትኩ ኣይወፃኹን። ደሓን ዲኺ? ኣብዚኣ ተ- ደሓን ዶ ርኢኺ? ኣብዚኣ ተገዲሰ መፅየኪ ስማ ቢዓ እንታይ ፊልም እህወይ። ሪእኩም ኣነ ተትፍድውለይ ናብ ገዛ ምመጻኹኩም ነይረ እንዴ እንታይ ዘደክም ነይርኩም ድሓን ድሓን ከመይ ቀኒኹም ከ ሰላም ሓንቲ ይኹን ቀኒኹም ይመስገን ደሓን ኢና። ስራሕ ከመይ ኣሎ እ? ስራሕ ፖሊስ እኳ ኣየታኽስን እዩ ኣየታኽስን ደሓን እዩ ብዙሕ ዘሸግር ኣይኮነን ደሓር ከኣ ናይ ህዝቢ ጸገማት ኣብ ምፍታሕ መንግስትን ህዝብን ኣብ ምሕላው ስለ ንውዕል በቃ ዕጋበት እዩ ዝፈጥረልካ እሰይ ኣቲ ብነብስኹም ደኣ ንፉዓት ኮንኩም ርኢኺ ብትግሃት ስለ ትሕዝዎ እምበር ርኢኺ ኣብዚ ዓዲ እ? ቀንጠብጠብ ዝበለ ቀርቅሕብ ወስ ዝበለ ሃሰስ ኢልኩም ካብ ማእኸል መሰስ እንዳበልኩም ኣቕሲንኩምና ቅሳነት ሃብኩም። መቸም
ደሓር ከኣ ህዝብና ሒዝናዮ ኩባይ ዓንዳይ እንታይ ደኣ እሞ ሕጂ ዘወር ክትብሉ ዲኹም ዋላስ ንገዛ ኢኹም? ንገዛሲ ንገዛኤ እንድዕሉ ሎሚ ሎምሲ እቲ ገዛ የጽላእኒ ኣሎ በጃኺ ኢለኪ። ይህ ብዓንዳይ ተተረኺቡ ድዩ? እቲ እርጋን እምበር ዝተረኽበስ የለን። እቲ እርጋነይ ግን ሎምሲ ዝርጋን ኮይነኒ። ኣቱም ኣቢ ዓንዳይ ከም ናትኩም እርጋን ደኣ እሞ ይሃበና እንድዩ ዘብል ዋእ። እንታይ ክሳዕ ገዛ ከም ዘጽልእ እርጋን ኣለኩም ኮይኒ። ኣለኒ ኣለኒ ኣለኒ ንሀልኪ እርጋነይ ኣደንቂርኒ ጸኒሑ ክሳብ ሎሚ ከይፈለጥክዎ ዝጸናሕኩ ሮቤል ሕጂ በዚኣ ኣብታ ኣብቲኣ ምስ ረኸብክዎ ቶግ ኣቢሉለይ ከይዱ። መን ሮቤል? ሮ- ሮቤል ዝሓወይ ናይ ኣንቲ ንሱ እወ ኣብቲ ወጻእሲ ደቆም ዓሰርተ ሸሞንተ ዓመት እንተ እኺሎም ገዝኦም እዮም ዝፈልዩ። ስለምታይ ንሜሪ ጸገም ትኾንዋ ክትወጽእ ዘይትገድፍዋ ኢልኒ። መዓስ ኢኹም ኢሉኩም?
ኢልኒ።
ነዚ ዘይምፍላጠይ ክሳብ ሕጂ እናገረመኒ ከኣ ንሀልኪ ዊንታ ከኣ ንጓለይ ጸር ኮይነያ ጸኒሐ ተጋግየ እንተበልኩዋ ንሳ ከኣ ካልእ። እንታይ ካልኡ ንሳኸ?
ኣንቲ ሜሪ እንተ ወጸትሲ ንስኻ ውጺ ከይትበሃል ግዲ ፈሪሓ ኮይናስ ሮቤል ዝበለኒ እንተ ነገርኳስ ክትጥሕረኒ ብድሕሪኡ ከኣ ሮቤል በጺ ከኣ ካልእ ውስኽ ንስኻ እንታይ ወሲኹኩም እቲ ሓቂ ተጓቢሉለይ ግዲ ከይዱ ኣብ ተወጻኢ ልክሲ ዋላ እቶም ዓበይቲ እቶም ዓበይቲ ዕድሚኦም እርጋን እንድሕር ኣርኪባቶም ገዝኦም ገዲፎም ዳኣረጋውያን እዮም ዝጥርነፉ ኢሉሲ ነጊርንስ ንህልኪ ብተግባረይ ሓፊረ። እሞ ንሕና ወጻኢ ድና ዘለና ኣብ ዓድና ኢና እኮ ዘለና እቶም ትብልዎም ዘለኹም ናቶም ልምድን ወግዕን ኣለዎም ንሕና ከኣ ናትና ኣለና። ግደፊ ደኣ ሄለን ጓለይ ሕጅስ ጥቕልል ኣቢለ ክወጽእ ኣለኒ ኣንቲ ቀደምሲ ዘይምፍላጠይ ሕጂኸ ሰብኪ እንታይ ክብለኒ ኣትመብዕ ዓንደይ ሮቤል ሓዳሩ ወጽዩ ምጻሩ ስኢኑ ሓዳሩ በቲኑ ካልኣይ ግዜ ንገዝኡ እንዳተመልሰሲ ሮቤል ከምኡ ኢልኒ ኢልኩም ስን ጓልኩም ካብ ገዛኹም ክትወጽዋ ዋ ከመይ ኢልኩም ትሓስብዎ ነዚ ሄለን ኣብ ወጻኢ ዝግበር ጭብጢ እንዳምጻለይ ደኣ ዋእ ከምታ ዝሓስቦ ሊቕ ኣሓስቦ ወይለይ ዓዊረ ምርኣይ ስኢነ ዝነበርኩ እኮ እዩ ዘርእየኒ ዘሎ። ኣቢ ዓንደይ እቲ ክብርታትና ዝብሃል እኮ ንዓና ክብሪ ዝህበና ኣረጋውያን ወለድና ምሳና ሓብሒብና ክነንብር ከለና እዩ ዝምዕድ ዋእ ሕጂ ውን ካብ ከምኡ ዘስተምህር ኣኼባ እየ መጽየ ደሓን ደሓን ደሓን ሄለን ጓለይ ንዓይ ከተረሳርሲ ዲኺ ከምኡ ትብሊ ዘለኺ ግደፊ ደኣ። ዋእ እምበርካ እቲ ሓቂ ንስኹም ኣረጋውያን ወለድኹም ካብ ዓዲ ምጺኹም ምሳኹም ሓብሒብኩም ተንብርዎም ኣይነበርኩምን ዲኹም? እቲ ቀደም እቲ ቀደም ደኣ በሉ ባህልናን ልምድናን ከኣ ከም ቀደሙ እዩ ዘሎ። ከም ቀደሙ ንክቕጽል ኢና ከኣ ከም በዓል ሮቤል ዝኣመሰሉ መዕነውቲ ንከይፍጠሩ ሓለዋ ዝግበረሉ ዘሎ። ኣነን ሜሪ ጓለይን ብሓንሳብ ምህላውናሲ እዚ ናይ ወጻኢ ገለ ከይበከሎ ከም ቀደሙ ቅኑዕ እዩ ዘሎ? ቅኑዕን ፈረቓን ኣይኮነን ዶ ከይተመርዓወት ሓዳራ ጌራ ውን ንክትጸሮኩም ብሙሉእ ሕልናኣ እትቅበሎን ዘኹርዓን ዘሐጉሳን ክብሪ ዝህባን እዩ።
ኣነ ደኣ ነዛ ጓለይ ጾር ኮይነያ ጸኒሐ ኢለ ጉሂ ንሀልኪ በዚ ገደል ሸለው ኢልካ ጽደፍ እንዲ መጺኒ ጸኒሑ። እሞ ተጋጊኹም ኣቱም ኣቢ ዓንዳይ ከም ትፈልጥዎ ንሕና መንእሰያት ተመርዒና ሓዳርና ክሳብ ንገብር ምስ ስድራና ወለድና ድማ ኣብ እርጋኖም ክሳብ ዘለዉ ምሳና ንኽነብሩ እዩ ባህልናን ክብርታትናን ዝምህረና። ኣንቲ ንመን ኢና እሞ ክንኣምን ዋእ ናይቲ ሓደ እቲ ሓደ እብለካ እቲ ሓደ እብለካ ኩሉ ተሓዋዊስና እኮ በሊ ደሓን ከይደ እስኪ ከይደ እሞ ደሓን ከይደ ከይደ እዛ ጓለይ በቃ ሕራይ
ኣቲ ማማ እዚ ናይ ሮቤል ተግባራት ምስ ረኣኹሲ ሓደ ነገር እንደ ሓተ ክደሊ እሂ ብዛዕባ እንታይ ክትሓቲ ምደሊ ኸ መቸም ሞትን ዕርጋንን መናብርትና እንድዮም ቀደም ኣብ ሕብረተሰብናሲ ስድርኡ ዝሞትዎ ቆልዓ ወይ ድማ ናባይ ዘይብሉ ዝኣረገ ወላድስ መን ይኣልዮም ነይሩ እቲ ሕብረተሰብ ኣልዮ እምበር መን ደኣ ክኣልዮ ደሊኺ ሓልፍ እዩ ዝበሃል ኮሎ ታይ ማለት እዩ ሓልፍ እዩ። ሓልፍ ደኣ እንተስ ብእንጀራ እንተስ ብጠዋሪ ሰብ ዘይብሉ እሞ ረዳኢ ሰብ ዘድልዮ ማለት እዩ። እሞ እቲ ሕብረተሰብሲ ብኸመይ እዩ ዝኣልዮ ወይ ከኣ ብኸመይ እዩ ዝጥውሮ? ስድራቤት ኮነ ቤተሰብ ዝጸርዎ ነዚ እንተዘይገይሮም ከኣ ሓልፎም ዘይስከሙ ተባሂሎም ከኣ ይፍንፈኑ። ዘመድ ዘይብሉ እንተኾነ ከ? ዋእ ዘመድ ዘይብሉ እንተኾይኑ ደኣ ንጽድቂ ዝደሊ እንተሎ ጽቡቕ፣ እንተዘይኮይኑ ግን ዓዲ ተረዳዲኣ ከም ዝእለን ከም ዝሕብሓብን ትገብር። ሕራይ ቆልዓ እንትኾንኸ? ቆልዓ ከኣ ዋ ኣልያ እዕብያ ተመርዕወ ትገብረሉ።
እምበርከ ከምዚ ሕጂ ዘሎ ህፃን እዩ ኣረጊት እዩ ገለ ኢልካ ናብ መንግስቲ ምድርባይ ኣይነበረን። ኣየ ዊንቲ ጓለይ ካብ ዓዲ ንላዕሊ እኮ መንግስቲ የለን። እቲ ምስ መንግስቲ ዘሎ ልቦና ከዓ ምስ ዓድሎ ጥራይ ዘይኮነሲ መንግስቲ ልቦንኡ ካብ ዓድታት እዩ ዝወስዶ። እዚ ናይ ቀደም ባህልና ግን ዝገርም እዩ። እንታይ ናይ ቀደም ትብሊ ሎምስ ኣሎ እንዶ ኣብ ብሄሩ እንደኺድ እዛ ጓለይ ህም ሓልፋ ዘይትስከም ብሄር ወይ ዓዲ ኣላ ድያ? የላን። እሱ ኸኣ እዩ ዘናብረና ዘሎ። እወ ካብ ጽቡቕ ክግበረልካ እኮ ጽቡቕ ክትገብር ከለኻ እዩ ዝያዳ ዘናብር። በሊ ክትፈልጢ ይትረፍ ዶ ሙሉእ ብሙሉእ ኣልያን ምሕብሓብን ዘድልዮ ወላ ንጊዜኡ ዝተግድዐ እኳ ኣጆኻ በሃሊ ባህሊ እዩ ዘለና እዛ ጓል። ዋው ኮፍ ዶ በዚሑ ማማ ስራሕና ባንሰራይ። ኣራይ ዘባለይ።
ንዓ ንዓ ንዓ ንዓ ከይድ ፅና ፅና ሃው ፅና ሪበ ከዓ እምበር እቲ ስማ ንስኻ እንታይ ከትኾን ዘለኻ መን ኣነ ኣነ ደኣ እስካብ ብሉ ከውን ሓስብ ኣለኹ ክሳብ ሕጂ ካብ ገዛ ዘይምውፀይ ንዓኽን ትሕተይ ዘለኽን ኣሕዋተይ ኣርኣያ ዘይምዃነይሲ ጊጅ ይስማዓኒ ኣሎ ይሓርቕ ኣለኹ በቃ ጆጆ ወይ ትበል ንሱ ፅንሓልካ እዋ ነቢ ዓንዳይ ስተልካዮም እዩ ዝብለካ ዘለኹ ኣነ ብዛዕባ ኣቢ ዓንዳይ ዲኺ ነቢ ዓንዳይ ዳ ተሓቂ ተጓቢ ለሎ ሓቂ ግዲ መሪሩ ኣብ ከለኹ ዕንድ ኢሎ ከመይ ኣብ ዓንዲ መፅኡ ፅቕጥ ኣብለካ ወዲ ንዓኸሲ ኣቲ ከምኡ ንበሃሉ ዋ እቲ
እዚ ፖሊስ ምዃን ገለዶ ደፈርፈር ኣብለክሎ ንዓይ ንምዕባይ ምዕባይ ሓወኹሲ ዓንዲ ፅቀጥካ ክትብልኒ ምልኣስ ምልኣስ ሓውኽ ነይረ ተትኾንከ ብዓንዲ ጌርኩም ጸቕጥክኒ ማለት ኣበይ ኣበይ ሞት ዝኾነለይ ካብዚ ንስኻ ከይጸቕጠካ ትፈርሑ ዘለኻ ዓንዲ እቲ ንስኻ ብሓሳብ ጌርካ ነቢ ዓንዲ ኣይጸቕጥካዮ ምኽፍ ሓራይ ኣታ ኣብዚ ዕድመ እዚስ ንጓል ክውፅ ክትብሎ ኣቲ ትሓፍር ዲኻ እሞ እንዳ ኣረጋውያን ምእታው በቢ ዓንዳይ ዶ ተጀሚሩ እርጋንካ በቢ ዓንዳይ ዶ ተጀሚሩ እንተ ካልኣ ነቦኻ ነዴኻ እንዳ ኣረጋውያን እተው ዶ ይትብሎ ወይ ንስኻ ስለምንታይ መእከቢ ኣረጋውያን ዘይትኸፍት ድሓን ድሓን እዞም ሕጂ ተረዲእና ዘሎ ምስ ነገርናዮም ጸኒሖም ካብ ዓለም ገብሮ ይኹን ስቕ በል ስቕ- ስቕ በል ከማን ሓራይ ስቕ በል ሓራይ እስኻ ክልተ ጨጉሪ ውቂልካ ከማን ክትፈሊ ዘለካ ኣብ ጽፍሪ ቦኻ ተቖልቂልካ ኢኻ ትብልዕ ዘለኻ ሓራይ እዋ ኣታ ኣታ ከመይ ዝበሉኻ ሰብ ኢኻ ከመይ ኢልካ ኢኻ ውጹላ ዶ ውጹኡ ትብሎም ንስኻ መን ኢኻ ንስኻ እባ ምዃን ሓቅኺ እኮ ኢኺ ኣንቲ ይርድኦም ዶ ክኸውን ኣንታ ስቕ በል ስቕ በል ከማን ስቕ በል በጃኻ ሰብ ከይሰምዓካ ሃራይ ንሶም መርድእ ከም ዝነገርካዮም ክጸርፉ እዮም ደልዮም ጸኒሖምኒ ማዕረ ክንዲ ኣብ ህይወቶም ከም ዝኣተኻ ስፍለጥ ብለካ ኣለኹ ኣነ ገሪምኒ ዘሎሲ ንሰብቲ ዝፈለጥካዮ ምፍላጥሲ ሕማቕ ድዩ ስማዕ ኩሉ ናይ ግዳም ንሰምዖ ከም ጽቡቕ ወሲድና ክንቅበሎን ክንትርጎሞን ኣይግበእናን እዩ ሓራይ ንሳቶም እኳ ጌጋታቶም መምለሲ ስኢኖምሉ ከለውሲ ንሕና ከዓ ክንሕመሎም ኣቲ ዘይገበርኒ እምበር ብሕሜታ ንሕመል ሰሚዕካ ኣለኻ እዚኣ ናይ መወዳእታ ነግረካ ኣለኹ ድሕሪ ሕጂ ከምዚ ዓይነት ምስ ትደግም ባዕለይ ክዳጉነካ ምዃኑ ይፍለጥ ሃማም ሓዳርካ ይጸርካስ ሓዳር ሰብ ክትብትን
እዚ እኳ ጸርጸር ዘይብለን ነዚ ብሕጂ ጸር ከመን ከብሎ ነይርኒ ኣንቲ መን እዩ መን እዩ ደፊርኪ ፖሊስ ምዃንኪ ይፈልጥ እንድዩ ድፍና እንደ ማማ ብጀካ ትወድኺ መን ደሎዩ ዘድልየን ዘድልየን ዝዛረብ መን ኣሎ? ኣቲ እንታይ ኢኺ ዘየለ ትዛረቢ ዘለኺ ናምበር ክዳውንተይ ጠርኒፍለይ ባው ክብለልኪ። ዕዝር በል ዋእ። እሺ ዶ ድሕሪ ኣቦና ገዲፍና ገለ ኢልኪ ብበዓል ማማ ከተርግምኒ ዲኺ ደሊኺ እዚሞ ከይትሓስብዮ። እወ መርገምካ ትፈልጥ ኢኻ ንስኻ ኢድ ሸናሒት ጸናሒት ዝበሃል ምስላ ብኸመይ መውጺኡ ትፈልጥ ዶ? እንድዒ ንስኺ እንዲኺ ለባም ናይዚ ገዛ ትበሃሊ። ሀ ተዛረቢ እምበር። በዓል ንሕና ድኣ ዋላ ቁም ነገር ተዛሪብናስ መን እዩ ክዛረበልና? ኣንታ ደሓን ተዛረብ። ዋእ ኣጆኻ ቁም ነገር እንድሕር ኣለዎ ዘረባኻ እኮ ባዕሉ ክዛረበልካ እዩ። ተዛረብ። ስማዕ ኢድ ሸናሒት ጸናሒት ዝበሃል ንኸምዚ ንስኻ ትብሎን ትገብሮን ዘለኻ ክብሪ ወለዲ ንዘይሃበ ዝተባህለ እዩ። እወ ሓደ ጎበዝ ታይ ገይሩ መሲልካ? ንወዱ እሾኽ እኳ ከይወግኦ ሓንጊሩ እንዳዛወሮ ንወለዱ ግን ጥሪት የጓስዮም ነይሩ። ውይ ኣቲ ታይ ኢኺ ትስኺ ምሕንጋር ምሕንካር ጎበዝ ጓሳ ገ ጥዑይ እንዳተዛረቢ
ኣነ ዘይቅፅለልኪ ንወዱ ፀጥ ፅቡቕ እናገበረ ንወለዱ ግን ኣገልገልቲ ውላዱ ገይርዎም ነይሩ ኣብ መጨረሽታ ከዓኒ እሞ መጠረሻ ዓሰርተ ሸሞንተ ዓመት ምስ እኸለ እ፣ ካብ ጾር ስድርኡ ምስካብ ሸተት ኢሉ ደባዊ ኢሉ ኸይዱ እቲ ወላዲኡ ግን ንውላዱ ዝወደይ ናይ እዚ ኩሉ ዓመታት ጽቡቕ ዝገበርኩልካሲ ምስ ዓበኻስ እንታይ ኢኻ ክትገብረለይ ኢሉ ኣቦኡ ሓቲቶ
ኣታ ስኳይ ናንጸሎ ዘለና ይዕቤካ ሚረካ ኣብቲ ብጻሓት ጺሒካ ድላይካ ገይረልካ እሞ እንታይ ክትገብረለይ ሕራይ እቲ ቆልዓ ከ እንታይ እዩ? እቲ ቆልዓ ደኣ ልክዕ ከም ናትካ ንወደይ ሓንጊረ የዛውሮ፣ ንዓኻ ከኣኒ ከምታ ነቦሓጎይን ንዓባየይን ትገብሮም ዝነበርካ ከምኣ ገብረካ ኢልዎ። እንታይ እንታይ ኣይትበል ዓንጃል ዓንጃል ወዓንጃል እቲ ንወለድኻ ትገብሮም ዝነበርካ ውላድካ ከኣ ኣባኻ እዩ ዝደግሞ። ኣነስ ካብ እዚ ይዕለኩም ናይ ሓደ ንወለዱ ኢዶምን እግሮምን መሲሉ ዝኸይድ ዝነበረ ናይ ጽቡቕ ገባሪ ኣብነት ከዕልለኩም።
ኣቲ ስንዶ ጽናሓልኪ ምዕባይ ሓውኺ እውን ተተዛሪብክ ህይ ኢልኪ ክትሰምዕዮ ጥራይ ዘለኪ እወ ምስማዕ ደኣ ክትሰምዖ ኣለካ ግን ዝስማዕ ሓሳብ እንተምፅ እወ ሓደ ምስ ስድራ ቤቱ ብድኽነት ዝነብር ዝነበረ ዝገበሮን ኣብ መንገዱ ዘጋጠሞ ፅቡቕ ዘዘንቱ ዛንታ እዩ እወ ኣነስ ፈልጣ እንዲ ባእታዊ ምሻ ኢልክኒ ኣዲኡ ድማ ነታ ኣብ ርሑቕ ዝነበረት ማለት ከባቢ ሓሙሽተ ሚእቲ ኪሎ ሜተር ገለ ርሒቓ ዝነበረት ሰብኣያ ዝተጎድኣ ሓፍታ ንኽትበጽሓ ክቱር ሁንጥይነት ከም ዝነበራ ተረዲኡ። እወ፣ ንመጓዓዚ ዝኸውን ገንዘብ ስለ ዘይነበሮም ድማ ወላ እውን ንመጽወሪ ዝኸውን ገመል ይኹን ኣድገ በቕሊ ፍጹም ስለ ዘይነበሮም ሓሙሽተ ሚእቲ ክሌሜተር ኣብ ዝባኑ ሓዚሉ ኣብጺሕዋ። ኣዲኡ ከኣ ምስታ ትናፍቓን ከይረኣየታ ከይትመውት ትፈርሓን ተፍቅራን ዝነበረት ሓፍታ ተራኺባ ናፍቖታ ምስ ኣውጸኣት ከኣ ዓሪፋ ንብለካ። ኣኣ እንታይ ኢኺ ትዛረባ ዘለኺ ዋይ ሓሙሽተ ሚእቲ ኪሎ ሜተርስ ተሰኪሙ ኣብጺሕዋ ስልኪ እስኪ ዘይኮን ኣይዛረባ ዘየለ ስምዓታ ምስ ፍቕሪ ዘይከውን የለን ኮይኑ ከኣ እዚ ወዲ ብጊድኡ ተመርዕዩ ሓደ ወሊዱ ምስ ኣረገ
ንኽሕጅጅ መካ መዲና ክኸይድ ደልዩ ግን ተስፋ ቆሪጹ ምኽንያቱ መካ ካብቲ እሶም ዝነበርዎ ኣሽሓት ኪሎሜተር ርሒቓ እያ ትርከብ ገንዘብ ትበሃል ከኣ ኣይነበሮን። እወ ባህጊ ወላዲኡ ዝረኣየ እዙዝ ውላድ ድማ ንወላዲኡ ኣብ ዝባኑ ሓዚሉ ዓመት ብምጉዓዝ ክልተ ሽሕ ኪሎሜተር ወዲኡ መካ በጺሑ። ስለዚ እዚ ፍቕሪ እዚ ካብ ወለድኻ ብምንፋጽን ብምህዳምን ዝመጽእ ኣይኮነን። እቲ ሰብኣይ ነዲኡ ናብ ሓብታ ይብጺሕዋ በታ ዝገበራ ጽብቅቲ ኣብነት ግን ብወዱ ተጸይሩ ናብ ኣምላኽ በጺሑ። ኣይ ግዲ እታ ወደይ ነጊርኒ ትብል ዕላል ሰኣይ ኣላ እንዶ። ማማ ትብለካ ዘላ ድማ ተረዳእ። ሓንቲ ኣደ ውላዳ ነገር እንጀራ ኮይኑ ኣርሒቁ ምስ ከደ ዓርዋ ሓሚሙ። ሓንቲ ኣደ ድማ ከም ውላዳ ጌራ ተኸናኸነቶ። ግናይ ሓወይ ሞይቱ ቅድሚ ሙማቱ ግን ነዲኡ ዝጸሓፈላ ደብዳቤ ነይሩ። ንውዕለት ናይታ ጽቡቕ ዝገበረትሉ ሰበይቲ ድማ ግልጽልጽ ኣቢሉ ነጊርዋ። ኣዲኡ ከኣ ብወገና የቐንየለይ ክትብል ኣሽሓት ኪሎመትራት ተጓዒዛ ከይዳታ። ብስም መን እንተ ኢልካኒ ከኣ ብስም'ቲ ተፍቅሮ ውላዳ። እወ እዛ ዛንታ እዚኣ ከኣ ወደይ ነጊርኒ ብትብል ኣርእስቲ ፍልጥቲ'ያ። ኣታ እስኻስ ደዩ ሕማም ረስዒ ሒዝካ እምበር ኣብ ገዛና'ውን እኮ ህዱእ ትዕላለ። ኣነ'ውን እኳ ይነግረኩም'የ ዘለኹ። ዓሰርተ ሸሞንተ ዓመት ምስ ኣኸሉስ ካብ ጎዝኦም ይወጹ ይብለኩም ኣለኹ።

ናይቲ ሕማቅ ሰብ ሓሳብ ሰሚዕኹም ከምኡ ትገብሩ እዚ እኮ ንሜሪ ስለ ዝደለየ እምበር ንዓኹም ሓልዪ ኣይኮነን። ኣንቲ ንስኪ መጀመርያ እዩ ኣዳናጊርኒ እምበር ዳሕራይ ዳኣ ተረዲኤየ እንዴ። ዋእ ኣንዳይ እንታይ ዘረቡ ኢኻ ትዛረብ ዘለኻ በቲ ተረዲእኒ ትብል በቲ ጓልካ ተባርር ደንበረሮ ብጥዕና ከለኻ ኣትማማ ንስኺ ኺ ብጥዕናኺ ዘየለኺ ኣብነት ናይ ኣቢ ዓንዳይ እባ ተኸተሊ ኣብነቶም ሕዚ ኣቢ ዓንዳይ ንሜሪ ንስኹም እንዲኹም ሰጒግኩማ ዋላ ንሳ እያ ሰጒጋትኩም እቲ ዓሻ ትምስ ክበሊ ዝሰጎጎ ስጎግ እቲ ዘድሊ ምፍልላይ ንሳ ብጉርዝውና ንሶም ብእርግውኖም እቲ ዘድሊ ምፍልላይ። እሞ ገመድ ሰቒልካ ድኣ ሸቐቕ በል እምበሪ ኣነን ጓለይንሲ ኣይንፈላለን ኢና። እንታይ?
እወ እንተ ተፈላለና ድማ ናብ ጽቡቕን ንግዝኡን እዩ። ኣባይ ዓንዳይ እንታይ ኢኹም ትዛረቡ ዘለኹም ትነፍረኩም ኣላ ምሽ ሓቂ። ኣባይ ዓንዳይ ኣነ ቆብ ኣቢለኩም ኣለኹ ሜሪ ኣየር ትኬት ኣወሪጻ ድያ። ኣሰይ ኣንታ ሃብሮሚት ኣንቲ ኣንታ ኣንታ ዘይቅየር ሰባ የለን እዩ። ዋእ ካብ በጊዕስ ናብ ቆቛሕ ተቐይርኪ? ኣንታይ እንታይ ክትዕውነና ዘለኻ እንታይ ክትብል ዘለኻ። እዋ ሜሪ ገዛ ዳ ትቕይር ደላ ወላስ ሃገራ ክትቅይር። ሃገር እምበር ትቕይር ኣላ እንሀልኪ መንግስቲ ብዛዕባ ምሕብሓብ ወለድን ባህልን ኤርትራ ከተስተምህርን ክትመሀርን ንወጻኢ ክትመሀር ሰዳ ኣሎ።
ኣሕ ይሓልፈለይ ተበልኩስ ከም ጸባ መመሊሱ ክግንፍል ወይ ኣነ ብኣገርካ ከይትምለስ
እንታ ኮይነ ዘይምለስ ክልተ ዓሰርተ ሸሞንተ ስለ ዝገበርካ ምሽ ዶ ኣነ እሞ ክልተ ግዜ ዘይስሕት በቲ ፍቅሪ ገዛና ስሒትስ በዚ ኸ ናይ ሜሪ ፍቅሪ ክስብ ኣነ ፍቅሪ ሜሪ እዩ ዘይሕሱብ ሕሲብኒ ንስኹም እንተ ደኣ ወፂኹም ኣነ ምስኣ ክጥርነፍ ንሳ እንተ ደኣ ወፂኣ ንሳ ከዓ ምሳይ ክትጥርነፍ እዩ እቲ ሓሳብ እምበር እዚ ግን ኣይ ባህሊ ናይ ፃዓዱ መዓሳ ኣሚነሉ ኮይኑ ምስቶም ዕዕብዮም ኣብ ዝብፃሕ ዝብፅሑ ወለዲ ምንባር እግዚኣብሔር ዝሃቦ ጥራይ ዝረኽቡ